መበል ዓሰርተ ሸሞንተ ክፋል ለቲና ነታ ኻራ ንላዕሊ ስሒባ ናብ ኣፍ ልቢ ሮቤል ምስ ኣቕንዓታ ማዕጾ ብደገ ስለ ዝተኳሕኩሐ ለቲና ናብ ማዕጾ በለት። ሮቤል ግን ካብቲ ተሸሚምዎ ዝነበረ ብርቱዕ ድቃስ ክትስእ ኣይከኣለን። ደሓን ዲኻ? እወ እንዳ ሮቤል እዩ ኣነ ኸኣ ለቲና እየ ክትብል መለሰትሉ። ነቲ ዘይፈለጠቶ ጋሻ ማዕጾ ከፊታ እናእተወቶ ንዕኡ ናብ ሳሎን ኣሕሊፋ ነታ ዝወደቐት ሞባይል ኣብ ልዕሊ እቲ ሮቤል ተኸዲንዎ ዝነበረ መደቀሲ ብምቕማጥ ንኽትንስእ ጋሻ ከም ዝመጾ ነገረቶ። ናብ ክሽነ ኣምረሐት። ሮቤል ነቲ ኣንሶላ ስሒቡ እናተሰ እንከሎ እታ ሞባይል ናብ ምድሪ ወደቐት። ሮቤል። ካብቲ ምብዕጋጉ ብስንባደ ተሲኡ ነታ ሞባይል ምውዳቓን ምስባራን ምስ ኣረጋገጸ፣ ባዕሉ ሰበራ ኮይኑ ስለ ዝተሰምዖ ኣዝዩ ጓህየ። እቲ ቀዲሕዎ ዝነበረ ቪድዮ ኣብ ውሽጢ መኸዘኒ ሚሞሪ ናይታ ሞባይል ምንባሩ ዘኪሩ፣ ዝመደቦ ፕላን ከም ዘይፈሸሎ ኣረጋገጸ። እሕሕ እሞ ኣይትፈልጡንን ኢኹም ኣነ ወዲ ሓወቦኣን ሰምሃር እየ ምስ በለ እቲ ጋሻ ለቲና ገጻ ኣሳሰረት ንሱ ኣስዒቡ ለቲና ኣነ ኩሉ እቲ ሓቂ በጺሖዮ እየ ሰምሃር ብዘይ ቃልዓለም ተጋግያ እያ ንስኺ እንኳዕ ኣምላኽ ኣውጻኪ ሕጂ ግን ስደት እዩ ኣሕዋት ከኣ ኢና ሓዳግን ይቕረ በሃልን እንተ ዘይኮይና ሂወት ትርጉም ዘለዋ ኣይኮነትን ክብል ምሕጽንትኡ ኣብጸሐ እቲ ብኣንክሮ ክሰምዖ ዝጸንሐ ሮቤል እወ ሕማቅ ኣይተዛረብካ ኣለቲና ከም ዝበሎ እዩ ንሳ ኩፉእ ነብሳ እዩ ኣስዓበ እታ ብተግባር ሮቤል ውሽጣ ሕኒን ዝብል ዝነበረ ንሮቤል ኣብ ኣፍ ደገ ሞት ከተምርሖ ዘይኮነላ ለቲና ኣዒንታ ናብ ዓይኒ ሮቤል ትኺላ ንስኻ ድኣ እንታይ የገደሰካ ሕጂ ከኣ ይቅሬታ ዝሓወይ ኣይስምዓካን እየ ኣቅበጸቶ። እዛ ወደይ ኣነ ኩሉ ከምዚ ኣይመስለንን መዓር ክንደይ ርግምቲ መሓዛ ረኺባ እዛ ጓለይ ግርም እዩ ዝብሎ ክብል መለሳሉ ኣደይ ሰንበቱ ነቲ ካብ ዘምጽኦ ኣራንሺ ቀርቀሪፉ ዘብለዐን ዝነበረ ሚኪኤለ ሚኪኤለ ተቐቢሉ እወ ማማ ንዓና ግን ምጽቡቑና ኮይኑ እዩ ምስለቲና ተፋቲና ክሳብ ተፋቒርና እቲ ክትምጥር እቲ ክትምርዓወኒ ኢላትክን ዝነበረት ሰብ ውን ኣነ'የ። ብሰንኪ ለቲና ግን ተዓናቒፍና ግና ኣይወደቕናን። እቲ ሓቂ ተኸሺሑ ክብል መለሰለን። ተስፋ መርዓ ጓለን ዝረኸባ ኣደይ ሰንበቱ ኣብ ውሽጠን ደበና ሓጎስ ክትታዕ ተፈለጠን። ሚኪኤለ ኣዕሊል ውዒልወን ኣማሲኡ ተፋኒወን ንገዝኡ ኣምርሐ። እታ ምስኪን ሰምሃር ኣብ ማእከል'ቲ ቤት ማሕቡስ ሓሳባን ዕላላን ምስ ኣዲኣን ሚኪኤለን ኮነ። ጉዳያ ብደገ ብጠበቓት ክትከታተሎ ናይ ይግባይ መሰላ'ውን ክትሓትት እተውጽኣሉ መዓልቲ ንጽባሒቱ ምዃኑ እኳ እንተ ተነግራ፣ ወጺኣ እቲ መስካር ዘይብሉ ጉዳይ መዕለቢኡ ግን ርሑቕ ኮይኑ ተሰምዓ። ኣእምሮኣ ብኽቱር ዘይተመለሱ ሕቶታት ተዋጠረ። ዓቕላ ናብ ዘየለ ህላወ ገጹ ተጸገቐ ምንባር፣ ኪኖ ከልበትበትን መከራን፣ ጥዑም ዜና ፍቕርን ህይወትን ብዘይምስትምቓራ፣ ናይ ኦሮማይ ስጉምቲ ውሰዲ ውሰዲ ዝብል መቓልሕ ናብ ኣእዛና ተዳህየ። ነቲ ተኸዲናቶ ዝነበረት ናይ ቤት ማእሰርቲ ናይ ላዕሊ ዲቪዛ ኣውጺኣ ተርብዓቶ እሞ ጨጫሕ ጊጋ ክትውድቖ ጀመረት። ኣብቲ ግብ ዝበለ ጸልማት ኣብቲ ብራንዶኒ ዝቐመጦ ክፍሊ ወጺኣ ናብ ታሕቲ ከተብ እተቋምት ዝነበረት ለቲና ምስ ዘቐመጥዎ ገዝኦም መበል ክንደይ ደርቢ ኣሎ ፍቓዲ ከም ዝተባህለት ኣዒንታ ካብ ታሕቲ ናብ ላዕሊ ኣስተብሃለት ሃንደበት ኣፋ መሊኡ ኡይ ስለ ዝበለት፣ እቲ ኣብ ውሽጢ ገዛ ኮይኑ ቴሌቪጅን ዝከታተል ዝነበረ ሮቤል ብጉያ ናብኣ ብምምጻእ ደሓን ዲኺ ለቲና? እንታይ ኮይንኪ? ሓቒፉ ሓተታ። ለቲና ኣፋ ከይከፈተት ናብ ታሕቲ ገጻ ብኢዳ ኣመልከተትሉ። እንታይ እዩ ለቲሸይ? ብምባል ናብ ታሕቲ ገጹ ምስ ደመመ ሮቤል፣ ለቲና በእጋሩ ዓልዒላ ናብ ታሕቲ ሰደደቶ። ሰምሃር ገመዳ ቀዲዳ ወዲኣ ሓደ ኣገዳሲ ስራሕ ከም ዝዓነወት ኡፍ ብምባል መሊሳ ከኣ ክምስ በለት። ነቲ ገመድ ኣብ ጫፍ ዓይኒ ብምስራሕ ሰምሃር ንስኺ ጓል ዝዓለም ኣይኮንክን ኣይናትክን ከኣ እያ ኣብ ፍቕሪ ኣይትዕወቲ እምንቲ መሓዛ ኣምር ካብ ኣይትዕወቲ ኣብ ሂወት ኣይትዕወቲ ሰምሃር እሞ ንምንታይ ድኣ ኢኪ ክትህልዊ ሚኪ ይቅረ ግበረለይ ብብጹሃትና ሓንቲ ምዓልቲ ክንራከብ ክንሕጎስ ተመንየ ነይረ ግን ኣይኮነለይን ማሚ ዘርእይ ክትርኢ ውላደይ ክትሓቅፉ ዝነበረኪ ተስፋ ኣጥዕየ እየ ዝፈልጥ ድዒ ግን ኣይተካእለን ኣብ ዘለክዮ ኮንኪ ግን ቻው። ኣዒንታ ጀረብረብ እናበለ ንብዓት ከም ወሓይዝ ኣብ ገጻ ወረረ። ነታ ገመድ ብምልዓል ከኣ።